ቆልዓሲ ከሕዝነካ ብእውነት ካብዚ መኪና ክወርድ ከሎሲ ፈገግትኡስ ካብ ኣፉ ዘይጠብ እውነት በቃ ፈገግትኡ ዝበለሲ ብጣዕሚ እንትን ይብለካና ክብራት ኣሕዋት እውነት ብጣዕሚ ሓዚና ሓደ መንእሰይ እዩ ካልኣይ ከዓሲ መልክዑ ዝበለስ ያሳሳል ብጣዕሚ እንትን ዝብለካና ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናሊ ቤተሰብ በብዘለኹምዎ ሰላምኩም ይብዝሐለይ ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻእኹም ናይ ሎማዓንቲ ቪድዮ ዝኸውን ከዓኒ ከምዛ ኣብዚ ኣብ መእተዊ ዝረኣኽምዋ ብዛዕባ ናይዚ ሓውና ቪድዮ እየ ሒዘ መጽየ ንምንታይሲ እዚ ምዕራብ ቪድዮና ሰርሑሉ እነዩ እና ናይ ማን ድዩ ሓበሻ ሰብ ዝቐትል ዘሎ ናይ ማን ድዮም ሓበሻ ጨካናት ኮይኖም ሰብ ዝቐትሉ ዘለዉ እዚ ሓሶት እዩ ብድሕሪኦም ኮይንሲ ዘግድዶም ሰብ ገንዘብ ከፊሉ ግድን ክትገብሮ ኣለካ ኢሉ ዘግድዶም ሰብ እኒሆ እዩ እቲ ሰብ ንሱ ደሞ ወዲ ዓዱ ወዲ ዓዱ ዘይግኡ ዝኾነ ሰብ እዩ ንክቕተል ዝገብሮ ዘሎ እምበር ማንም ሱዳናዊ ወይ ከዓ ማንም ኢትዮጵያዊ ምስቲ ማለት ከምቲ ዝረኣኽምዎ ሓደ ሓበሻ ንሓደ ዓረብ ቀቲል ተባሂልዎ ዶ ብምንም ተኣምር ሙስታሒል ክቐትሎ ኣይኽእልን። ብድሕሪኡ ኮይኑ ግን ንዕኡ ኣገዲዱ ነቲ ዓረብ ክቕተል እዮም ዝገብርዎ ዘለዉ ካብ መጀመሩ። እዚ ብቻ ዘይኮነ እዚ ኩሉ ግዜ ከምኡ ክፍጠር ከሎ ሓበሻ ቀቲሉ ወይ ከዓ ሱዳናዊ ቀቲልዎ ክበሃል ከለዚ ሓቂ ከይመስለኩም በስተጀርባ ብድሕሪት ንዓኣቶም ዘግድድ እንተስ ገንዘብ ከፊሉ እንተስ ብግዲ ክቐትልዎ ዝገብሩ ሰባት እነይዎ እዮም። ብርግፅ ሓዚ እቲ ቪድዮ ከስምዐኩም እንድየ ግን ደሞ እቲ ዓረብ ከምዚ ዝረድኦስ ይረድኣዮ ኢለ እዩ ዝሰርሖ ዘሎ እቲ ቪድዮ ማለት ከምዚ ከመይ እየ ክብለኩም በሽሙር ምዝራብ ደይለ ማለት ኩሉ በቃ ብግልፂ ምንጋር እዚኣ እዚኣ እዚኣ ኢለ ዘይኮነሲ ከምዚ በቃ ዝረድኦስ ይረድኣዮ እዚ ዓይነት ቋንቋ እዩ ዝዛረብ ዘሎ እሞ ስምዕዎ እና እቲ ቆልዓ ከ ናይ ማን ተታሒዙ ድዩ ኣይተታሓዘ ኢልኩም ንዝተሻቀልኩም ምክንያቱ እንድሕር ዘይተታሓዙ ኮይኑ ንዕኡ ንምሓዝ ክብሉ ዘይኣትዎ ገዛ የለን ዘይኣትዎ ቦታ የለን ብጣዕሚ ተፍትሽ ክሕይል እዩ እንድሕር ተታሒዙ ግን ዋላ ንግዚኡስ ንእሽተን ክረጋጋዕ ይኽእል እዩ እና ዝሮ ዝሮ ተታሒዙ እዩ ከምዚ ኣብቲ ውሽጢ ኣብቲ መጀመርያ ዝረኣኹሞ ከም ዝተታሓዘ እዩ ኣብቲ ቪድዮ ዘርእየና ዘሎ ማለት እዩ ተዘይተሓዝሮ እሞ ተታሒዙ ኢሎም ሽረ ይብሉ ምክንያቱ ኣብዚ ዓዲ እንድዒ ምናልባት ብዙሕ ገንዘብ ኣልእዎ ወይ ከዓ ሰብ ዝፈልጡ እንተልእዎ በረኻ ገይሩ ብየመን ብባሕሪ ገይሩ ዓዲ ክኣቱ ተዘይኮይኑ ኣብዚ ዓዲ በፍፁም ተኣምር ናይ ሰብ ህይወት ተጥፍኢኻ ምቕማጥ ከምዘየላ ንፈልጥ ኢና ማለት እዩ ምክንያቱም ክብራት ኣሕዋተይ ሓደ ሰብ እዚ ዓዲ ክትቀትሉ ከለኹም ማለት እዩ ንስኻትኩም እውን ስዒርኩም ህይወትኩም ከም ዝሓልፍ ትፈልጡ ኣለኩም እዚ ማንም ሰብ ዝፈልጦ እዩ ምክንያቱም ናይዚ ዓዲ ሕጊ ብጣዕሚ ከቢድ እዩ እና ዝሮ ዝሮ እስኪ ናብ

እስተሻድ ማለት እንግዲህ ሸሂድ ሆነ። እንግዲ ክብራት ኣሕዋቲ ያው ዓረብኛ ብደንብ ትሰምዑ ተረዲእኹሞ ኢኹም። እሱ በሽሙር ገይሩ እዩ ዛረብ ዘሎ እንዲያም ደፋር ኮይኑ እዩ ማለት እዩ እና ሓበሻ ኮነ ሱዳናዊ ዋላ ካልእ ዜጋ ይኹን ናይዚ ዓዲ ሰብ ወይ ከዓ ዜጋታት ክኣክለለይ ከሎሲ ብድሕሪኡ መን እኒሆ ንዚ ጉዳይ እዚ ዝጠንሰስስ መን እዩ ንኣብነት ከም ኣብነት ተወሲድና ሲ ኣረ ንዓይ ግን ችግር ከየምፅለይ ማለት እዩ። በስማ ዝሮ ዝሮ ግን ክብራት ተሓዋት ተረዲእኩም እዩ። ለምሳሌ ነግረኩም ሓዚ ዝዓረብ ሞይቱ እኒሄዎ ዶ ነብሲ ማሕረብ መጀመርያ እግዚኣብሔር ኣምላኽ ብየማናይ ኢዱ ይቀበሎ መንግስተ ሰማይ የዋርሶ ይክል ዝፈቱ ብምቕፃል ከዓኒ ንዝዓረብ እዚ ክቐትሎ ክቐትሎ ዝሓሰበ ሲ መን እዩ ብትኽክል እቲ ሓበሻ ምስቲ ሓበሻ ድዩ ተፃሊኡ ናይ ማን ድዩ ህይወት እስካብ ዝሓልፍ ፅልኢ ኔርዎም እዚሲ መን ይፈልጥ ብድሕሪኡሲ ብድሕሪ እቲ ቀታላይሲ ሰብ እኒሀ እዩ ናይዚ ዓዲ ሰብስ እኒሀ እዩ ከም ማለት እዩ ምክንያቱም ወራፊ ናት ማለት ብድሕሪ እቲሲ ሰብ እኒሀዎ እዩ እምበር ሓበሻ ሰብ ኣይቐትሉን ተገዲዶም እዮም ብዛ ዓይነት እዩ ማለት እዩ ማለት ተረድእኩም ይኸውን ብደንብ ቋንቋ ትፈልጡ ስለዚ ክብራት ኣሕዋተይ ዓድና ደሞ ዝከኣላ ትገብረላ እያ ዝኸኣለቶ ሕጊ ኣውፂኣ ትሰርሐላ እያ ምንም ኣይገበረትን ግን ደሞ እዚ ነገር እዚ እስካዕ መዓዝ እዩ እዩ ዝብል ዘሎ በእውነት ኣነ ብጣዕሚ ዝሓዘንኩት ኢዩ ኩሉ ግዜ ሲ ሓበሻ ከምዚ ገይሩ ቀቲልዎ ሓበሻ ከምዚ ገይሩ ሓሪድዎ ምናምን ይብሉ እሞ ኣነስ በቃ ከምዚ ናይ ማን ኮነ ኢሎም በዓልቶም ዝገብርዎ ዘለዉ ወይ ከዓኒ በቃ ኮነ ኢሎም እዚ በዓል ከም ዝገብርዎ ዘለዉ ጨካናት ኩፋኣት ይመስለኒ ነይሩ ለካ እዚ ደቂ ዓበይቲ ወይ ማዕረይ እውነት ዝዓረብ እዚ ብጣዕ ባይዘወይ ብጣዕሚ ተንኮለኛታት እዮም ዓረብ ማለት እዩ እዚ ኩላ ክግበር ከለሲ ለካ ይፈልጡ እዮም ማለት ከም ዘቃ ናይ ማን ሕዚ ተሓበሻ ቀትሉ ወይ ባህል ኣለዎ ንስሙ ንስሙ ለጌጥ ነው ማለት በቃ ከም የሚያህለኩም ንሳምፕል በቃ ስቂሎም ቀቲልዎ ንምባል እምበር ኮኔሉ ክቐተል ዝገበረ ግን ብድሕሪቱ ካልእ ሰብ እኒሆ እዩ ዝብል ዘሎ ብትክክል ክኸውን ኣለዎ እምበይ ኣነስ ይገርመኒ እዩ ምክንያቱም ክንደይ ችግር መከራን ሓሊፉ ዝመፀ ሓበሻ ሲ ክንደይ ባሕርን ሳሕራን ሰጊሩ ዝመፀ ሲ ብንእሽተን ነገር ምስ ዓረብ እ፣ ተባኢሱ ናይ ሰብ ሂወት ክሓልፍ ኢለ እውን ኣይግምትን ሒዙ ይመፅእ ኢለይ ብእውነት እየ ዝለኩም እምበር ቅድሚ ሕዚ ከምዚ ገይሩ ሓበሻ ቀቲሉ ከምዚ ገይሩ ሓሪዱ ገለ ክበሃል ከሎሲ እንታይ ዓይነት ጨካናት እዮም ገለ ኢለስ ብጣዕሚ እንትን ይብል ነይረ እውነት ፈጣሪ ይቅር ይበለኒ እና ክብራት ኣሕዋተይ እም፣ ፈጣሪ ሲንድዒ ፈጣሪ ይሓልኹም በቃ እምበር ኮነ ኢሎም ሰብ ካብ- ሰብ ከም ዘይቀትሉ ብድሕሪኦም ወይ ዘፈራርሑ ወይ ቅተሎ ወይ ክቀትለካ እዩ ዝብሉ ሰብ ክህሉ እዩ ወይ ከዓ ብገንዘብ ከታልልዎም ይኽእለሉ ይኽእሉ ማለት እዩ እና ዝሮዝሮ ካብ ከምዚ ዓይነት ሰብ ይሓልኹም እየ ክብለኩም ዝፈቱ ዓርስኹም ሓልው ክብራት ኣሕዋተይ እና ተሓቅት ህዝብሲ ይፈልጦ ኣሎ እዩ ከምዚ ከማን ዓያሹ ኢና ስኢልና ቀዲምና ንፈርድ እምበይ ብቻ ፈጣሪ ይቅር ይበለን ኣነስ በቃ ብቐጥታሲ እየ ዝወስደ ነይረ ከምዚ ገይሩ ሓበሻ ቀቲሉ እንድሕ ተባሂሉ እንታይ ዓይነት ጨካናት እዮም ምንም ተኸፍኦም ምስ ንምንታይ ዞር ዘይብሉ ይብል ነይሩ ኣለ ብከብደይ ማለት እዩ ኣብዚ ቪድዮ ምዝራ ብቻ ዘይኮነሲ ብውሽጠይ ብጣዕሚ እንትን ይብል ነይሩ እንታይ ዓይነት ጨካናት ምናምን ይብል ነይሩ እና ለካሲ ነገሩ ካልእ እዩ እና ክብረት ሓወቲ ፈጣሪ ወፂኻ ካብ ምቕራይ ይሓልኻ እውነት ዓድና ሰላም ይኾኑ ናብ ዓዱ ሰሪሕ ምእንታን ክበልዕ መንእሰይ ማለት እዩ ካብኡ ብምቕፃል ከዓኒ ኣብ ኮሜንት ማለት እዩ ዝሓውና ዘይሲ ነውፃዮ ነምልጦ ምናምን ከዓኒ ምንም ጥፍኣት ከይብልን ገለን ሃልክን ንዕኡ ደጋፍ ደጋፍቲ ትኾና ብዝኾነ ኮይኑ እኮ በቃ እሶም እንትሪሉ እንዲዮ ከምዚ ዓይነት ኮሜንት ሲ ኣይተፅሓፋ ማለት እዩ ሓደ ለምሳሌ ኣብ ስዑዲ ዓረብ እንድሕር ኮይንክን ናይቲ ገበን ንሱ ደገፍቲ እንድሕር ደኣ ኮይንክን ሎሚ ኣይኮነን ዶ ጽሑፍ እቲ ንሕና ንዛረቦ ቃላት ቪድዮ ቀሪጾም ባዕልስ እቲ ቪድዮ ባዕል እቲ ኣነ ዝዛረቦ ባዕልሲ ክትርጎም ይኽእል እዩ። ስለዚ ኣይኮነን ዶ ቋንቋ ክብለኩም እየ እና ቋንቋ በየትኛው ብዓረብ ይኹን ብእንግሊሽ ይትርጎም እዩ። ስለዚ ሕማቅ ኮሜንት ይትጽሓፋ ኩሉ ነገር ብውሽጥኹም ይኹን ወይ ከዓ ፅቡቕ ነገር ማለት ፍትሓዊ ዝኾነ እንተዘይኮይኑ ነቲ ገበን ዝድግፍ ዓይነት ቃላት ኣብ ኮሜንት ኣይተፅሓፉ ማለት እዩ ብሎኮሽን ሲ እስኻትኩም ሕዚ ኣብ ስዑዲ ዓረብ ተኮይንኩም ስልክኹም ብኮሜንት ኣትዮም ኣብ ስዑዲ ዓረብ ከም ዘለኹም ይፈልጥኹም ብሎኮሽን መፂኦም ክሕዝኹም ይኽእሉ ኣብኡ እዩ ዘብፅሕ ፈጣሪ እምበር ማለት እዩ እና ኣበይቱም ቦታ እቲ ገበን ንሱ ኣብ ስዑዲ ዓረብ እንድሕር ተፈፂሙ ንስኻትኩም ድማ ኣብ ስዑዲ እንድሕር ደኣ ሃሊኢኹም እሞ ከዓ ናይቲ ገበን ንሱ ደገፍቲ እንድሕር ኮይንኩም ክትተሓዙ ትኽእሉ ኢኹም ብሎኮሽንስ ክመፅኹም ይኽእሉ እዮም እና ኣብ ኮሜንት ዝፅሕፍዎ ነገር ጥንቅቕ በሉ ኣብየቱም ቦታ ማለት እዩ ክብራት ኣሕዋተይ እና ዝሮ ዝሮ እስኪ ዝሓውና እውን እግዚኣብሔር ኣምላኽ ምስ ይኹን ፈጣሪ ናይ ውሽጢ ይርኣየሉ እና ብጣዕሚ እዩ ዝሓዝን። ካብ ኩሉ ብላዕሊ ሲ እንታይ ድዩ ንኣዲኡ ሲ ንሱ ጥራሕ እዩ ወዳ ገለ እናበለስ ብቻ ብጣዕሚ እዩ ዝሓዝን። እውነት ዝስማዕ ዘሎ ነገራት ብጣዕሚ እዩ ዝሓዝን። ንሕና ሓበሻ ግን ቶሎ ናይ ምፍራድ እንድዒ ካብ ባዕለ ጀሚሩ ማለት ቶሎ ኢና ንፈርድ፣ ቶሎ ንዛረብ፣ ቶሎ እንትንብል እና ዘምዕራብ ኳንሲ ብጣዕሚ ነቒሖም ናይ ማን ሓበሻ ኣይቐትልን ብድሕሪኡ ኮይኑ ንዚ ነገር እዚ ንዚ ሰብ እዚ ክቕተል ዝሓዘ ንክቕተል ዝገብሮ ሰብ እዚ ካልእ ሰብ እዩ ዋላ ካብ ቅድሚት ሓበሻ ቀታሊ ይግበርዎ እምበር ብድሕሪቱ ግን ካልእ ሰብ እዩ ከምኡ ዝገብር ዘሎና ብቻ ብጣዕሚ ከቢድ ክብራት ኣሕዋተይ ፈጣሪ ሓልኹም እስኪ እና ሰሰናዩ ክብራት ኣሕዋተይ ሓድሽ ነገር ተልኢዶ እሞ ሒዝናልኩም ንመፅኢና ባይ